ኣነ እስላማ እየ ማሻላህ ዲነይ ከምዚ እዩ እንድሕር ትብል ኮንካ ይጋራጮ እዩ እንድሕር ዘይእስላማዊ ፈሳድን ፈሳቅን ያኒ ዓርበዳ ዘለዎ እንድሕር ትገብር ኮንካ ካብዛ ኣያ እዚኣ ወጺኻ ማለት እዩ ሓደ ወለማ ቃል ስብሓን ወተዓላ ወማ ኸለቅቱ ልጅነ ወልኢንሰ ኢላ ልያዕቡዱን ምስ በለ ረቢ እንታይ እዩ ደልዩ በዛ ኣያ እዚኣ ብዙሓት ሰባት ነቲ ዲን ከመይ ይሓስብዎ ሰላት ዘካት ያኒ ሓጅ ገለ ከምዚታት እዮም ዝሓስብዎ ን እቲ ዲን ግን ሻምል ን ኩሉ ሸይ ንሕና ኣብ ሂወትና ብመንሃጅ ናይ ረሱል ሰለላሁ ዐለይሂ ወሰለም ንኽንከይድ እዩ ተተሊሙልና ዘሎ ን ስለዚ መርዓዊ እንተኾነ

መጀመርያ እስላማዊ መርዓ ክትገብር እንድሕር ደሊኻ ካብ እንታይ ይጀምር መሲልኩም እታ ረሱዕ ሰለም ዝበልዋ ሓዲት ብኣ ኢኻ ትጅምር። ጓል ኣንስተይቲ ክትምርዓው እንተድኣ ኮይንካ ኣርባዕተ ነገራት ርኢኻ ኢኻ ትምርዖ ማለት እዩ ትንካሑ ወይ ንገንዘባ ሃፍቲማ በዓልቲ ሃፍቲ ስለ ዝኾነት ገንዘባ ደሊኻ ክትከውን ይኽእል እዩ ወይ ከኣ ንመልክዓ ዓጅቡካ ደስ ኢሉካ በዓልቲ መልክዕ ኮይና ኢልካ ውን ምናልባሽ ትመርጻ ትኸውን ወይ ውን ኣብ ወለዶኣ ካብቶም ውሩያትን ፍሉጣትን ዝኾነት ብወለዶኣ ባህ ኢልሃካ ክትመርጻ ትኸእል ትኸውን ኢኻ ወይ ውን በዓልቲ ዲን ኮይና ዲና ዓጅቡካ ትመርጻ ማለት እዩ ፈነቢ ሰለላሁ ዓለይሂ ወሰለም መጨረሻ እንታይ ይብሉ ፈዝፈር ቢዛቲ ዲኒ ተሪበት የዳክ ፈظፈር ብዛቲ ዲኒ ተሪበት የዳክ ይብሉ። እዚ ኩሉ ምናልባሽ ንወዲ ሰብ ክደፋፍኦ ዝኽእል ነገራት ማለት እዩ። ብዝያዳ ግን እቲ ዝደፋፍኦ እንታይ ይኸውን ማ ክኸውን ኣለዎ? ናይ ዲን ክኸውን ኣለዎ። ናይ ዲን ጉዳይ ክኸውን ኣለዎ። ቀዳምነት ንዑ ክህብ ኣለዎ። መልክዕ እንተተረኸበ ምስቲ ዲን ጽቡቕ፣ ማል እንተተረኸበ ምስቲ ዲን ጽቡቕ። ላኪን ቀንዲ እቲ ኣብ መፈለምታ ክትሪኦ ዘለካ እታ በዓልቲ ዲን። በዓልቲ ዲን ወላ እውን ድኻ ትኹን ወላ እውን መልክዓ ውሑድ ይኹን እንተ ኣብ ዲና ምልእቲ ኮይና፣

ኣባና ኣብ ድመጽእ ደሎ እዋን ክሳዕ የውመል ቅያማ ሰብ ካብ መርዓ ርሒቁ ክነብር ኣይክእልን እዩ። ጠብዓን ረቢ ስብሓነሁ ወተዓላ እቲ ኒዓም ናቱ ብዙሕ ስለ ዝኾነ ኩሉ ሻዕ እንታይ ክንፍትን ኣለና ምስጋና ናብ ረቢ ክነቅርብ ኩሉ ሻዕ ክንፍትን ኣለና። ካብቲ ዝዓበየ ኒዓም ዝሃበና ረቢ ስብሓነሁ ወተዓላ እቲ ስድራ ምግባር፣ ውላድ ምውላድ፣ እሱ ድማ ብምንታይ እዩ ዝመፅእ ብመርዓ ገይርካ። ኩሉሻዕ ሰብ ካብ ዘበን ኣደም ዓለይሂ ሰላም ኣቦና ኣደም ስጋዕ ኣኽር ኣዱንያ ብኸምዚ እዩ ዝካየድ። ስለ ረቢ ስብሓነሁ ወተዓላ እዚ መርዓታት ሓላል ገይርዎ፣

እቲ እታ ጓል ዊን መርዓዊ ረኪባ እቶም ስድራ ሓደ ንጓሎም ዝወስደሎም ረኪቦም ክዛሊክ እቶም ስድራ ዊን ጓል ረኪቦም ንወዶም። እዚ ኩሉ ንዕማ ድገበረልካ ጎይታ ከተመስግኖ ድዩ ዝግበኣካ ወላ ክትኩሕዶ። ከተመስግኖ ኣለካ ክንደይ ሰባት ኣለዉ ውላድ ደይብሎም ኣበቦኦም ንኸይርእዩ ክንደይ ሰባት ኣለዉ ውላድ ሂብዎም ረቢ ስብሓንሁ ወተዓላ ገንዘብ ዘይብሎም ናይ ደቆም ኣበቦኦም ንኸይርእዩ ክንደይ ሰባት ኣለዉ ውላድ ሂብዎም ደቆም ኣዋልድ ይኹና ወይ ኣወዳት ንዕኦም ድቃደዉ ንመርዓ ዝኾኑ ዘይረኸቡ ክቡራት ኣሕዋት
እዚ ኩነታት ናይ መርዓና ንሪኦ ዘለና ማለት ሙንከራት ዝበዝሓሉ ዘሎ እዚ ጉዳይ እዚ ብጣዕሚ ኣሰካፊ ዝኾነ ናይ ብሓቂ ዘፍርሕ ዝኾነ ኩነታት ኢና ንኸይድ ዘለና ማለት እዩ። ሎሚ
ኣብ ማእከል ሕብረተሰብና ዝርከብ ዘሎ ብሕልፊ ኣብ መርዓታት።
ፈላ ተብደእ ኣልዘዋጅ ብማዕስያ

ኣይደን እቶም ዝተሓጽዩ ሰብኣይን ሰበይትን ትሓጽ ይሕዋት ኣነ ሓቂቀተን ካብ ተመክሮ ክመኽረኩም በይነል ኽጥባ ወዘዋጅ ኣይተንውሕዎ ድሕር ነዊሑ ብዙሕ ሽግር እዩ ዘለዉ ኣነ ሓንቲ ክነግረኩም ካብቲ ብዙሕ ዝሰማዕክዎን ዝረኣኽዎን ሓንቲ ባዕልና ባዕልና ኬድና ጓል ጠሊብና ሕራይ ኢሎም ትብጻሕኩም ኢሎም ሕጸ ተገይሩ ኣብ መንጎ ሕጸን ኣብ መንጎ መርዓን ሸውዓተ ሸሞንተ ወርሒ ነይሩ ትፈልጡ ዲኹም ሰለስተ ወርሒ ከይሓለፈ እንከሎ ከሊማ ሚንሃ ከሊማ ሚኑ ከሊማ ሚንሃ ከሊማ ሚኑ ተፈርቲኩ እዚ ተረኺቡና ዘሎ ኩነታትና ካበይ ድመጸ እዩ እንተድኣ ኢልና ካብቲ ንሰርሖ ዘለና ዘንቢ እዩ ወለ ወሊሃዛ ረቡና ዓዘ ወጀል እንታይ ኢሉ ወማ ኣሳበኩም ሚን ሙሲበትን ፈቢማ ከሰበት ኣይዲኩም በታ ኢድኩም ድሰራሕኩማ ብኡ እዩ እዚ ጸገማት እዚ ዝርከብ ዘሎ ማለት እዩ እዛ ከማን ረቡና ዓዘ ወጀል ወያዕፉ ዓን ከሲር። ካብቲ
ሽግራት እዚ ንክንድሕን ኣረሱል ሰለላሁ ዓለይሂ ወሰለም ኢሎምና ላ የኽልወነ ረጁሉን ብእምረኣ ሓደ ሰብ ወዲ ሰብ ካብ ሰበይቲ ንበይኑ ጠጠው ኢሉ ምስኣ ክዛረብ የብሉን ወይ ከዓ ምስኣ ክኸውን የብሉን ከምኡ ድማ ሓደ ሰብ ወዲ ሰብ ናብ ደቂ ኣንስትዮ ክንሓተን ኣብ ሞንጎናን ኣብ ሞንጎኣንን ሓደ ሕጃብ ክህሉ ኣለዎ ኢሎም ኢሉ ረቢ ሓቢርና ማለት እዩ እሱ ከኣ እንታይ እዩ ከምቲ ረቢ ድበሎ ወኢዛ ሰኣልቱሙሁና መታዕን ፈስኣሉሁና ሚን ወራኢ ልሕጃብ ሓደ ነገር ክትሓትወን እንድሕር ደሊኹም ኣብ መንጎኹምን ኣብ መንጎኦምን ሱትራ ጌርኩም ክትሓትወን ኣለኩም እዚ ናብ መን ይወሪዱ ኣሕዋት ናብ ኣቡበከር ናብ ዑመር ረድየላሁ ተዓላ ዓንሁም ናብ ዓኢሻ ናብ ሓፍሳ ረዲየላሁ ተዓላ ዓንሁና ናብኣተን ዝወረደ እዩ እዚ ነገር እዚ ንሕና ልብና ጣህር እዩ ክብለካ ከሎ ሓደ ሰብ ከምዚ ግበር ተኢልካዮ እዚ ሓደ ካብቲ ሽግራት ንወድቆ ዘለና ስለዚ
ኣንታ ክቡር ሓወይ ኣንቲ ክብርቲ ሓፍተይ ኩልሻዕ እቲ መርዓታትና ህና በቲ ረቢ ዝደልዮ ክንካይድ ኣለና ኣብቲ መርዓ ከተካይድ እንኮለኻ እንታይ ይርከብ? ረቢ ሰኢፈትዎ ነገራት ተግባራት ይርከብ። ካብኡ ገለ ዓይነታት ክንጠቅስ ሰብኣይ ናብ ማእከል ኣንስቲ ኣትዩ ምስታ መርዓት ይሽራዕ፣ ተሸሪዑ፣ ይሰኣል፣ ኬክ ይበልዑ፣ ይባላልዑ፣ ይሳሳተዩ፣ እዚ ካብቲ ረቢ ዘይፈትዎ እዩ። ስለምንታይ ሰብኣይሲ ኣብ ማእከል ኣንስቲ ኣቱ? ወዚ ካብቲ ረቢ ዘይደልዮ ካብቱ ናይ እትባዕ ሰነን ኣሳቢቂን ሰነን ኣህልል ክታብ ኣልኩፋር ብኣኣቶም ተከቲልና ብኣኣቶም ተግባራት እንዳገበርና ኣው ከምኣቶም ተግባራት እንዳገበርና ስለ ንከይድ ዘለና እዚ ጌጋ ከምዃኑ ክንርዳእ ኣለና ሰብኣይ ኣብ ማእከል ኣንስቲ ክኣትው የብሉን እቲ ረቢ ስብሓነሁ ወተዓላ ዝጸልኦ ብሓንሳብ ተደባሊቅካ ተሓዋዊስካ ኣሰብኡትን ኣንስትን ክትስዕስዕ፣ ኣሰብኡትን ኣንስትን ክዳንካ ንብስኻ ክትታናኸፍ፣ ኣሰብኡትን ኣንስትን ያኒ ኣብ ሓደ ቦታ ኮንካ እቲ ንቲ ክጥምት እቲ ንቲ እቲኣ ንቲ ክትጥምት እዚ ጉዳይ እዚ ኩሉ ክህሉ በዚ ጌርካ ንክትገብር ረቢ ስብሓንሁ ወተዓላ ዝኸልከሎ ኣብ እዋንና እዚ ነገር እዚ ይረኣይ ኣሎ። ከምኡ ውን ካብቲ ሽግራት ናይ መርዓታት ዝግበር ዘሎ። ገንዘብ ይብዘር ብብዝሒ ክንደይ ድኻታት እንዳሃለዉ ክበልዕዎ ዝግባእ እዚ ሽሻይ እዚ ይድርበይ ኣሎ። እንታይ ይገብሩ ነይሮም ዓለይሂ ሰላቱ ወሰላም ምስቶም ኣስሓባ ናቶም እቲ ብልዒ ናቶም ብምንታይ ዓዲሙ ንሰብ ካነ ወሊመቱሁ ዓለይሂ ሰላቱ ወሰላም ኣልሐይስ ሐይስ ዝብሃል ገለ ብልዕታት ተምሪ ምስ ስርናይ ጌርካ ምስ ጠስሚ ጌርካ ዝገብርዎ ብልዒ ትብሃል ኣላ ሐይስ ትብሃል ከምኡ ጌሩ ዓለይሂ ሰላቱ ወሰላም እቶም ኣስሓባ ዓዲሙ ይምርዓው ኔሩ ዓለይሂ ሰላቱ ወሰላም ወንጓሎም ንጓሎም ከመይ ጌሮም ኣመርዕዮም ከምኡ ውን ብቁሩብ ብውሕድ ከምኡ ውን ካብቲ ሽግራት ናይ። መርዓታት ዝግበር ዘሎ። እቲ መርዓ ኣብ ክልተ መቕልዎ ኦ እቶም እስልምና ትደልዩ እቶም ኣብ ሙንከር ክትወድቁ ዘይትደልዩወ ድሕሪ ልዒሻ ተደሪርኩም መብሩክ ኢልኩም ትኸዱ ኦ እቶም ክትዘሉ ክትጻቱ ዝደለኹም ካብ ዓሰርተ ክልተ ንወጋሕታ እህ ኣለኩም ድማ ንስኻትኩም በዚ ዓይነት እዚ ንሳቶም ሕጂ ነቲ ህዝቢ ኣርድዮም ማለት እዮም ሙንከር ዘይደሊ መብሩክ ኢሉ ይኸይድ ሙንከር ከ ክጻወት ዝደሊ ድማ ብሙንከር በቲ ረቢ ዘይፈትዎ ከኣ ካብ ዓሰርተ ክልተ ንነጆ ድማ ኣለካ ይበሃል። ሕቶይ ሕጂ ኣነ ንሕና ከምዚ ክንገብር እንከለና እቲ ዓላማ ንሕና ሰብ ክረድየልና ድዩ ወይስ ረቢ ክረድየልና? ድሕሪ ዓላማና ንሰብ ክረድየልና ተኮይኑ እምበኣር ንሕና እቶም ደይፈትዉ ሙንከር መብሩክ ኢሎም ከይዶም ኣለዉ። ኣብ ሙንከር ኣይወደቁ ይበሃል በቲ ርእይቶ ናህና ንረቢ ክነርዲ እንተ ኮይና እቲ ሙንከር ደው ኣይበለን ያው ወሲኹ ብዝያዳ ወሲኹ ንምንታይ እቶም ሙንከር ዝብሉ ዝነበሩ ኣብቲ መርዓ ከይዶም ሙንከር ዝብሉ ዝነበሩ ኸላስ ከይዶም እዮም ገዝኦም ከይዶም ገዝኦም ነዚኣቶም ኣብ ሙንከር ዝገብሩ ገዲፎሞም ድላዮም ንኽገብሩ ከም ድላዮም ይጻወቱ ከም ድላዮም ይብሉ

ብርሃን ዘለዎ ሸሪዓ እዩ ልኢኽዎም ስለዚ ይብሎም ኣሎ ንረሱል ዓለይሂ ሰላቱ ወሰላም ከምኡ ውን ንዓና እዚ መምርሒ እዚ ኣብቲ ተላኢኽካዮ ኣብቲ ተላኢኽካዮ ዘለኻ መምርሒ ኣብኡ ቀጥ በል ኢኻ ፈተቢዕሃ ወላ ተተቢዕ ኣህዋእ ኣለዚና ላ ያዕለሙን እቶም ሰብ ፍልጠት ዘይኮኑ ናይ ጥፍኣት መንገዲ ሒዞም ዝኸዱ ዘለዉ ናታቶም ኣይትከተል ኢኻ ሰዋኣን ብደራፋይ ኮይኑ ኣው ብካሴት ኮይኑ ኣው በዚ ዲጄ ዝብሃል ብኣይ ኣንዋዕ ኣልሙንከራት እዚ ባጥል ከም ምዃኑ ክንርዳእ ኣለና። ወላ ውን እቲ እስላማይ ኣብዚ ከምዚ ዝመሰለ መርዓ እንዳፈለጠ ክኸይድ የብሉን። ሊኣኑ እዚ መርዓ እዚ ሓደ እዩ። ሙንከር እቲ ዝሪኦ ዘሎ ወላ ውን ኣነ ከም ሰብኣይ መጠን ኣብቲ እንዳ ሰብኡት ኣይሰምዕን እየ ጓይላ ኢለ ኣብ እንዳ ሰብኡት በሊዐ ምኻድ እዚ ባጥል እዚ። ያኣኺ ስምዓኒ ወድኻ ወይ ጓልካ ብእስልምና መንገድ እንድሕር ኣመርዒኻዮ ወይ እንተ መርዒኻያ ሰተንጁ መጀመርያ ኣብዚ ዘሎ ሰይኣት ዝጽሕፍ መላኢካ ካብኡ ነጻ ክትወጽእ ኢኻ ኩሉ ግዜ ጽቡቅ ጥራሕ ክጽሕፈልካ እዩ ላኪን እታ መርዓ ተጀሚራ ስጋብ ትውዳእ ምሉእ ለይቲ ዝግበር ኩሉ ኣብ ሚዛን ሰይኣት ናትካ ክጽሓፍ እዩ ንስኻ ሰበይትኻ፣ እታ ትምርዖ ዘላ ቆልዓ፣ እቶም ነዚ ዝድግፉ፣ እተን ነዚ ዝድግፋ ኩለን ተኣኪብኩም ምሉእ ለይቲ እዞም መላኢካ እዚኦም ቢዚ እዮም ክሓድሩ ብናታትኩም ሰይኣት ክጽሕፉ ክሓድሩ እዮም። እቶም
ተዓዲሞም ሰብ መርዓ ዝመጽኡ ናብ መርዓ፣ ንስኻትኩም ክቡራት ኣሕዋተይ እንተኺኢልኩም ኣብ መርዓ ከይድኩም፣ ግደፉ እዚ ሙንከር እዩ ብረቢ ዝፈትዎ ግበሩ ረቢ ደይፈትዎ ኣይትግበሩ ኢልኩም ነሲሓ ክትቡ ተኪእልኩም ግበሩ ኪዱ ኪዱ ነሲሓ ሂብኩም ተደሊልኩም ምጹ ምንም ሽግር የለን ኣማ ንስኻትኩም ከይድኩም መብሩክ ኢልኩም ክትወጹ ከለኹም ንሕና ኣብ ሙንከር የለናን፣ ሙንከር ንሰምዕ የለናን፣ ምስኦም ምንከድ የለናን ክትብሉ እንከለኹም፣ እዚ ስራሕ እዚ ነቲ ሙንከር የድምቖ፣ ነቲ ሙንከር የብዘሖ፣ ነቲ ሙንከር የትርሮ እዩ ዘሎ እምበረይ የልግሶ የለን። ወቲ ዓላማ ናይ እስልምና ድማ እቲ ሙንከር ክለግስ ኣለዎ።

እቲ ኣብ ገዛኻ ኮፍ ኮፍ ምባል ንገዛእ ርእሳ ነብስኻ ኣድሒንካ ማለት ኢኻ። እቲ በዓል መርዓ ድማ ዓዲ ሜቱ ኮይኑ ደመጽ ክብል እንከሎ ሙንከር ስለ ዝገበረ ትስምዖ እያ። ስለዚ ኣሕዋተይ እዚ ቀሊል ነገር ኣይኮነን። ንስኻ እንዳፈለጥካ እንኮለኻ ብዙሓት ስድራቤታት ንኣሽቱ ወዳት መንእሰያት ንኣሽቱዋልድ መንእሰያት ናብ መርዓኻ ብሓንሳብ ሓዋዊስካ ንኽትገብር ተደባሊቖም ኣብኡ ክንደይ ሙሓረማት ክግበር ጻውዒት ክትገብረሎም እንከለኻ እዞም ሰባት እዚኣቶም እዚ ኩሉ ዘንቢ ናቶም ዘንብን ናትካ ዘንብን ንስኻ ክትስከሞ ኢኻ ማለት እዩ ኣብ ዮም ኣልቅያማ ንዚ ድሉው ዲኻ ዘለኻ? ስለዚ ኣሕዋተይ ክንጥንቀቕ ይግበኣና፣ እዚ ጻውዒት እዚ ትገብሮ ዘለኻ ኣብቲ ቦታኻ ኣብቲ መርዓ ኩሉ ዝርከብ ሕማቕ ተግባር ኣብ መንጎ ኣወዳትን ኣዋልድን ኩም ኩሉ ዝግበር ተበሩጅ ደቂ ኣንስትዮ ካብቲ ሕጃብ ረቢ ስብሓነሁ ወተዓላ ዝኣዘዘን ካብኡ ወጺኤን ደይ ማሕረም ናተን ኣሰብኡት ድሪኡለን እዋን ደብጻሕካዮ ንስኻ እንድሕር ደኣ ኮንካ ኩሉ ኣብኡ ዝግበር ረቢ ስብሓንሁ ወተዓላ ደይፈትዎ ዝኾነ ነገር መን እዩ ክስከሞ እዚ ንስኻ ኢኻ ክትስከሞ ኣብ ዮም ኣልቅያማ። እዚ ንስኻ ክትገብር ከለኻ ገንዘብ ከፊልካ እቲ ኣሽሙሙሕ እሞ ኣብዚ መጺኦም ኣብ ሙንከር ክእከቡ እንከለዉ ኩላ ሙንከር ዝተረኸበታ ብሰበብ ንስኻ ገስር ተኻሪኻ፣ ስቲራሓ ተኻሪኻ ይኹን ዝኾነ ይኹን ጌርካ ዝኸፈልካዮ ገንዘብ ብሰበብ ካንዲ ሰብ ተኣኪቡ ዘሎወ ንሰኻ ቀዳማይ ሰብ ትሕሰበሉ ጽባሕ ንግሆ ንሰኻ ኢኻ። ወሊዛሊክ ያእኽዋን እዚ ዝርከብ ዘሎ ኣብዚ ህብረተሰብና ኣብ መርዓ ዝርከብ ዘሎ ሙንከር ሙንከር ዓዚም እዩ። ኩላትና ያዕ ክንብሎ ክንክልክሎ እዩ ዘለና ማለት እዩ። እንተኽኢልካ ብመልሓስካ፣ እንተኽኢልካ በዓል ገዛ ተኾይንካ ብኢድካ፣ እንተዘይክኢልካ ድማ ብልብኻ እውን ክትጸልኦ ኣለካ ማለት እዩ። ረቢ ስብሓነሁ ወተዓላ ንኽንደይ ሰብ ካብ መርዓ ሓሪምዋ ስለ ገንዘብ ዘይብላ ኽእለት ዘይብላ እ እስኻ ረቢ ሂብካ ፈትሒ ፈቲሕልካ ናብዚ መርዓ ናብዚ ኒዕማ በጺሕካ ክንዲ ምስጋና፣ ሹክር፣ ናይ ረቢ ናብ ረቢ ስብሓነሁ ወተዓላ ከይተቕርብ እንታይ ትገብር ኣለኻ? ንረቢ ስብሓን ወተዓላ ተቐጥዖ ኣለኻ ናብ ክፉእ ተግባራት ናብ ረቢ ዘይፈትዎ ትወድቕ ኣለኻ እንታይ ማለት እዚ ኩፍረ ኒዕማ ማለት እዚ። የኣኽዋን ዘንቢ እንተ በዚሑ ኒዕማ ይጠፍእ ሙሲባ ይመጽእ ሰላም ይርሕቕ ህውከት ይመጽእ እዚ እዩ እቲ ጠንቂ ወይ ድማ ኣበር ናይ ዘንቢ ማለት እዩ። ኢዘና ንላበወኩም ካብ ከምዚ ዝተባህለ ኩላህና ብሓባር ኮይንና ሓደ ኢድ ኮይንና ነዚ ሙንከር እዚ ክነጥፍእ እዩ ዝግብኣና ዝወጅበና። ከምቲ ረቢ ድበለና ነቶም ወለዲ ይኹን ነቶም ተመራዓውቲ መኽሪ ንቦም